ከቢድ ችግር ተፈጢሩ ኣሌክስ ንዳጊ ረኺብዎ ሊሊ ከቢድ ውሳነ ወሲና። ሰላምታ ኣይረሳዕኹን ክቡራት ቤተሰበይ ከመይ ኣለኹም ደሓን ዲኹም በብዘለኹምዎ ሰላም ቅሳነት ራህዋ እናተመነኹ ንዚ ገዛ ሓደሽቲ ዝኾንኩም ከምቲ ልሙድ እንኳዕ ብሰላም መፃኹም ክብለኩም ይፈቲ ሕጂ ውን ላይክ ሸር ሳብስክራይብ ብምግባር ምትዋዕኹም ኣይፍ። እምበኣርከስ ናይ ሎማዓንቲ ኣድያና ወይ ከዓ ትሕዝቶና ከምቲ ልሙድ ብዛዕባ ሊልና ኣልየክስ ኮይኑ ኣቀዲመ ስለቲ ትገብርለይ ድጋፍ ኣዝየ እየ ዘመስግን እምበኣርከስ ክቡራት ቤተሰበይ ኣብ ዝሓለፈ ብዛዕባ ትጽበየኒ ዲኻ ዝብል ኣርእስቲ ሒዘልኩም መጺኣ ነይረ። ይኹን ደኣ እምበር ሰለስተ ሚእትን ልዕሊኡን ዝኣክል ላይክ ከምኡ ውን ሳብስክራይብ ውን ሓደሽቲ ናብዚ ገዛ ተጸንቢልኩም ኣለኹም። መሪጽኩም ስለ ትከታተሉኒ ኣዝየ ዘመስግን። እምበኣርከስ ክቡራት ቤተሰበይ ንስኹም ልዕሊ ሚልዮናት ኢኹም ንዓይይ ብሓቂ ዘረእኹምኒ ክብርን ፍቅርን ብቃላት ዝግለፅ ኣይኮነን ሓደ ሰብ ክጋገ እንከሎ ተጋጊኻ ኢልካ ክትእርሞ እዩ ዘለካ እምበር ሕማቅ ክትዛረብ ወይ ከዓ ክትፃረፍ እውን የብልካን ምኽንያቱ ሓደ ሰብ ክእረም ዘለዎ እቲ ትኸክለኛ ሓሳብን ርእይቶን ምስተቅምጥ እዩ። ሓደ ሰብ ሓሳዊ ወይ ከዓ ርእይትኡ ከቐምጥ መበት ኣለዎ። እምበኣርከስ ክቡራት ቤተሰበይ ሓንቲ ሓፍትና ብ ዝሓውና ጅግና ተጋዳላይ ኣይትቐልዲ ኢላ ኣቐሚጣትለይ ነይራ ኮመንት ማለት እዩ። ይኹን ደኣ እምበር ዝሓውና ጅግና ምእንቲ ዓዱን ምእንቲ ህዝቡን ዝተዃሸሐ ሓውና እዩ። ንዕኡ እውን ምንም ዝቃለድክዎ ጉዳይ የብለይን ምኽንያቱ ኣነ ከም ሓሳብ እዛ ትጽበየኒ ዲኻ ዝበለት ሓፍትና ንዓኣ ሓሳብ ወይ ከዓ ርእይቶ ደኣ እየ ኣቀሚጠ እምበር ንሱ እቲ ትኽክለኛ ኣብ ርእሱ ዘሎ ኣነ ክጽበየኪ ይኽእል እየ ጊንዶሞ ጊዘ ክተንውሒ የብልክን ብጣዕሚ እየ ዘፍቅረኪ ብጣዕሚ እየ ዘኽብረኪ ኢሉ እውን ፍቕሩ ገሊፁላ። ኣብ መጠረሽኡ እውን ግጥሚ እውን ደስ ዝብል ግጥሚ ኣቐሚጡ እዩ ማለት እዩ። ስለዚ ክቡራት ቤተሰበይ ንዚ ጅግና ተጋዳላይ ሓውና ምእንቲ ህዝቡን ምእንቲ ዓዱን ኢሉ ዋጋ ዝኸፈለ ብንእሽትተይ ነገር ክንፈርዶ የብልናን ጫፍ ሒዝና ዝብል ኣብ ዝሓለፈ ቪድዮይይ ሒዘ መጽየ ነይረ ማለት እዩ። እምበኣርከስ ክቡራት ቤተሰበይ ሎሚ እውን ብዛዕባ ሊልና ኣሌክስ ኮይኑ ሊሊ ከቢድ ውሳነ ወሲና። ኣሌክስ እና ዳጊ ተራኺቦም። ዳጊ ብተግባር ኣሌክስ ሓዚኑ። ኣብ ዝሓለፈ ቪድዮም ሊልና ኣሌክስ ኣሌክስ ብጣዕሚ ዓዊዱ ነይሩ ምኽንያቱ ሊሊ ክዳውንትኻ ከቃጽሎ እየ ኢላቶ እዚ ዝኾነሉ ምኽንያት ደሞ ሊሊ ዝጠርጠረቶ ጉዳይ ስለ ዘለዋ እዚ ክዳውንቲ እዙይ ኣየድልየካን እዩ ስለዚ ኣነ ወይ ክቃጽሎ እየ ወይ ከዓ ክጉሕፎ እየ ዝብል ሓሳብ ሂዋቶ ነይራ ይኹን ደኣ እምበር ኣሌክስ ኣነ ድየ ኣዛዚ ወይ ከዓ ንስኺ እንታይ ኢኺ ትኸውን ዘለኺ ብሱሩሲ ቢቲ ትብሃል ቆልዓ ሲ እነ ጭራሽ ከይተልዕልለይ ኣነ ንሓዳረይ ልናብራይ ልውልደይ ደልየ እየ ናብ ሓዳረይ ተመሊሰ ዘለኹ ስለዚ ንስኺ ዝበልክኒ ክእዘዘኪ ወይ ከዓ ክሰምዐኪ ኩሉ ግዘ ኣይትድለዪ ኢኺ ኣነ እየ ወዲ እነ ጭራሽ እውን ንቢቲ ትብሃል ቆልዓ ክተልዕልያ የብልክን ኣብ ዝሓለፈ ዝገበርክዮ ኹሉ ነገር ሪኦዮ እየ ንስኺ ናብኣ ከይድኪ እስካብ ትፀፍዕያን ትወቅዕያን ነይርኪ ዘይተደለየ ዘረባታት ብዛዕባይ እውን ትዛረብያ ነይርኪ እንታይ እዩ ገድሽኪ ኢሉ ሓሳቡ ሂቡዋ ማለት እዩ። ሊሊ ደሞ ብዚ ነገር እዚ ብጣዕሚ ተቆጢዓን ሓዚናን ምኽንያቱ ትማሊ ቢቲ ከም ዘይትብል ዝነበርካ ኣሌክስ ሎሚ እንታይ ኢኻ ትኸውን ዘለኻ ባህርያትካ ምንም ክርደኣኒ ወይ ከዓ ክተሓዘለይ ኣይከኣልን እዩ ኢላ ሓሳባ ወይ ከዓ ርኡይታኣ ሂባ ነይራ ማለት እዩ። ዳጊ ንኣሌክስ ክረኽቦ መፂኡ ግን ደሞ ከምዝሰኣኖ ኣብ ዝሓለፈ ርኢና ነይርና ኢና። ዳጊ ብዛዕባየይ ዘእትዮ ነገር የውልን ግን ደሞ እዛ ቆልዓ መን እያ? ብስሩኸ ብኸምይ እያ ንኣሌክስ ተፈሊጣቶ? ዝብል ሕቶ ሓቲትዋ ነይሩ ንሊሊ ማለት እዩ። ሊሊ ደሞ ሊሊ ብዕላማ ከም ዝተፋለጠቶ እታ ቆልዓ እያ ሓሳባ ሂባ። ኣሌክስ ግን እዚ ኩሉ ነገራት ንስኺ ንምንታይ ኢኺ ቢትሲ ተቅንኣክላ ድያ ኮይና ካብ ሂወተይ ትውጻእ ካብ ሓዳረይ ኢልኪ ወጺኣ ሪሒቃትልኪ ኣላ ስለዚ ካብ ድሕረዚ ክተልዕልያ ኣይደልን እየ ኢልዋ ማለት እዩ። ሊሊ ደሞ ኣነ የልዓልክዋን ግን ቅድሚ ከቢድ ውሳነ ምውሳነይ ከጠንቅቃ ስለ ዝደለኹ እየ ከይደ ኢላቶ ማለት እዩ። ግን ደሞ ኣሌክስ እንድሕር ናብ ገዛኺ መጽያትኪ ኣነ ተደለኺ ብቦሊሰ ትሕዝያ ልደለኺ ግበርያ ኣይምልከተንን እዩ ካብ ሕጂ ልናብራየይ ልሓዳረይ ኢለ እየ ዝነብር ስለዚ ኩሉ ግዘ ልዕሊ ኩሉ ክትኮኒ ኣይትመንኩሪ ኢኺ ኢልዋ ነይሩ ማለት እዩ። ሊሊ ደሞ ብተግባር ኣሌክስ ከም ዝሓዘነት ምኽንያቱ ኣሌክስ ብጥዕንኡ ከም ዘየሎ ከም ዘረደኣ ዘሎ ትነግራት እያ። ትዛረብ ማለት እዩ ኣሌክስ እቲ ክዳውንቲ ወይ ከዓ እቲ ሰንሰላት ዝኾነ ነገር ተገይርዎ ደኣ እዩ እምበር ብጥዕንኡ ኣይኮነን እዩ እስካብ ከምዚ ኢሉ ብሓደ ግዘ ዝቅየረኒ ከምዚ ኣይኮነን ነይሩ ብዙሕ ዓመታት ትፈልጦ ሰብሲ ከመይ ኢሉ እዩ ብሓደ ግዘ ክቀየረካ ዝክእል ኢላ ብጣዕሚ ልነብሳ እናወቐሰታ ትርከብ ክብለኩም ይፈቲ ቤተሰበይ። እምበኣርከስ ክቡራት ቤተሰበይ ሎሚ ኣሌክስና ዳጊ ተራኺቦም ዝገበርዎ ዝርርብ እቲ ሓቂ ወፅዩ ኣሎ። እቲ ሓቂ ክትሰምዑ እንተደሊኹም እዚ ቪድዮ እስካብ መጠረሻ ስምዕዎ ከምኡ እውን ላይክ ምግባር ኣይትረስዑ። እምበኣርከስ ክቡራት ቤተሰበይ። ሎሚ ንኣሌክስ ዝሃቦ ሓሳብ ዳጊ ብጣዕሚ መራርን ጠንካራን እያ ቢቲ ትበሃል ቆልዓ ካብ ድሕር ደጊም እንተ ሪኤያ ኮይናታ እያ ምኽንያቱ ኣውዚ ናብራ እዚ ወይ ከዓ ኣውዚ ሓዳር እዚ ዝተፈጠረ ነገር ተጠያቂት እያ ብሰንካ እውን እዩ እስካብ ክንድዚ ነገር በፂሑ ዘሎ እዚ ጉዳይ ክብል ሓሳቡ ወይ ከዓ ርእይትኡ ህቡ ማለት እዩ። ንስኻ ካብ ደጊም ቆልዓ ኣይኮንካን ናብራ መሪሕኻ ትኸይድ ኢኻ ምኽንያቱ ቆልዓ ሓዊስኩም ኣለኹም ስለዚ ሓላፍነት ተሸኪምካ ትኸይድ ሰብ ስለዝኾንካ ሓላፍነትካ ደኣ ክትዋጻእ ኣለካ እምበር ንምንታይ ካብ ጌጋ ናብ ጌጋ እናወሰኽካ ትኸይድ ካብ ጥፍኣትካ ክትምሃር የብልካን ማለት ድዩ ካብ ዝሓለፈ ጊዘታት ክብል ሓሳቡ ወይ ከዓ ርእይትኡ ሂብዎ ኣሎ ማለት እዩ ኣሌክስ ግን እዚ ነገራት እዚ ምንም ላብ እዝኑ ክኣትዮ ኣይከኣለን እዩ ምኽንያቱ ኣነ ጥፍኣት ምንም የብለይን ዝገበርክዎ ነገር የብለይን ኣብ ዝሓለፈ ብርግጽ ብስራሕ ተፋሊጥና ተፋሊጥና ውን ከም ሓፍተይ ኣብ ጎነይ ደኣ እያ ነይራ እምበር ምንም ርክብ ኣይነበረናን እዩ ክብል ኣስታየቱ ሂብዎ ኣሎ ማለት እዩ እምበኣርከስ ክቡራት ቤተሰበይ ሊሊ ግን ከቢድ ውሳነ እያ እቐሚጣ ዘላ ማለት እዩ ምኽንያቱ ካብ ድሕር ደጊም እንተ ርእየያ ዓይና ወይ ከዓ ስማ እንተ ልዒልካያ ወይ ከዓ ድሞ ናብዛ ድርኩኺት ገዛይ እንተ መጺኣ ብቦሊስ ከትሕዛ እየ ኢላ ሓሳባ ወይ ከዓ ርእይቶኣ ንዳግን ንኣሌክስን ኣቐሚጣ ኣላ ማለት እዩ እምበኣርከስ ክቡራት ቤተሰበይ ናይ ልሞዓንቲ ዝነበረና ጸንሒት እዚ ይመስል ነይሩ ብዝቕጽል ብኻሊእ ትሕዝቶ እስካብ ንራኸብ ስሰናዩ ንዓኹም እናበልኩ ንዚ ቪድዮ እተፈቲኹምዎ ከምቲ ልሙድ ላይክ ሸር ሳብስክራይብ ብምግባር ምትዋዕኹም ኣይፈለየና ክብለኩም ይፈቲ ባይ ባይ ይፈትወኩም እየ።